ናቱ ውሳኔ ትሰምዑ ኣለኹም እስኪ ኣብ ኮሜንት ጸሓፉለይ እንታይ ክገብር ነይርኒ እንታይ ኩለኸ ነይርኒ እምቢ ብዝበልኩ ቁፅሪ ኣነ ክሰብ ንዓይ ካልእ ይቐርፅ ኣሎ ተረዲእክ ዶ ድዩ ንዓይ እውን ኣንደርስታንድ ገበርነክ ናይ ኣዕለይ ብዙሕ ነገር ዝሓዝክዎ ኣለና ውሽጠይ ብጣዕሚ ተረቢሽ እግዚኣብሔር ንተረቢሻ ኣነ ክኸድኒ ሰላም ከመይ ሓዲርኩም ከመይ ውዒልኩም ከመይ ኣምሺኹም በብሰዓት ኣቋጻጽራኹም ኣብ መላእ ዓለም እትርከቡ ክቡራት ተኸታተልቲ ናይ ፍረ ዩቱብ ኣነ እግዚኣብሄር ይመስገን ሰላም እየ ከምቲ ሰላም ዘለኹዎ ሰላም ክትኮኑ እናተመነኹ እምበኣርከስ ናይ ሎማዓንቲ ኣድያና ወይ ከዓ ትሕዝቶና ደሞ ናይ ሊልና ኣሌክስ ብጣዕሚ ደስ ዝብሉ ፍቁራት ዝነበሩ ማለት እዩ። ሕጂ ደሞ ኣነ ኣይተረድእንን ምክንያቱ ኣይተረድእንን ዘበለኒ እንድዒ በቃ ባእሲ ድዩ ፕራንክ ድዩ ምንም ይተሓዋወሰካ ማለት እዩ። ምንም ክርድእኒ ኣይከኣለን ግን ደሞ ኣሌክስ ከምቲ ዝብለሎ ክቢድ ውሳነ እዩ ወሲኑ ዘሎ ማለት እዩ እና ሕብሽዋይ ማዓረይ ደሞ ናይ መን ጌጋ ምዃኑ ናሊሊ ድዩ ወይ ናይ ኣሌክስ ድዩ ተይፈለጥና ሕማቅ ነገር ተዘይንዛረብ ማለት እዩ ምክንያቱ ነዚኣቶም ሓደ ልቢ እዮም ሓደ ልብስ ካብ ዝኾኑ ደሞ ናጋ ንግሆ ማንም ሰብ ሓዊሱ ኣይዓርቀናን እዩ ስለዚ ኣብ ናይ ፍቑራት ጣልቃ ኣይንእቶ ክብለኩም ይፈቱ ክቡራት ቤተሰብ እና ካብ ኣሌክስ ካብ ዘይተጸብኽዎ ነገር ደሞ ከምቲ ቪድዮ ካብ ዝሰማዕኹምዎ ብጣዕሚ ዝገርም እዩ ኣብቲ ዝሓተተቶ ሓፍትና ንገዛኻ ተመለስ ትብሎ ነይራ ኣይምለስን እየ ኣነስ ኣይምለስን ናይ ባዕለይ ህይወት ዘለኒ ሰብ እየ እና ጥፍኣት ደሞ ናታ እዩ ሰኣን ይቅርታ እዩ እስካብዚ በፂሕና ይብል ነይሩ ማለት እዩ ግን ደሞ ምንም ክርድአካ ኣይኽእልን እዩ እና ኣሕዋተይ እንድዒ ከምዚ ክብል ናሃለየ ኣሌክስ ብወገነይ እንታይ እዩ ተዘኪሩኒ ናይ ዝሓለፈ ቪድዮ ኣብ ዝሰርሕዎ ዝነበሩ ኣነሲ በቃ ብደመይ እየ ፈሪመላ ክብል ንሃለየ ናቱ ወዲያውን መፂለይ ማለት እዩ እና ኣነ ካብ ብጣዕሚ ዝፈትወኩምን ዘደንቀኩምን ፍቁራት ኢኹም ነይርኩም። እና ላብ ዝነበርኩምዎ ተመሊስኩም ካብዚ ኣትከኩም እዚ ዓይነት እንድዒ ፕራንክ ድዩ ባእሲ ድዩ ኣይርደእካን ግን ካብ ከምዚ ዓይነት ነገራት እዚ ንኣና ዘምህር ነገር ወይ ከዓ ንኣና ዘተባብዕ ነገር ሒዝኩም ተትመፁ ይበልፅ እየ ክብል ብወገነይ ዝኽእል ማለት እዩ ምክንያቱ ኣብ ትግራይ ነፃነት ዘለዎስ ካብ ዝኾነ ማለት እዩ ላብ ደስ ዝበለካ ከድካ ክትሰርሕ ትክእል ኢካ ዝተፈላለዩ ነገራት ክትሰርሑ ትክእሉ ኢኩም ኣብ ህዚ ከም ኣብነት ኣብ ስዑዲ ዓረብ ኮይንካ ኣብ ሓደ ሓደ ነፃነት ዘይብለን ዓዲ ኮይንካ ስኳ ካሜራ ወሊዐ ከምዚ ገይረ ተረኤት ንዓረብ ከተረከበትኒ ከገሊ ኢልካ ብጣዕሚ ኢካ ትሳቀቅ ናተሳቀቅና ኢና ቪድዮ ንሰርሕ ማለት እዩ ግን ንስካትም ግን ደሓንስ ካብ ዝኮንኩም በቃ ቢያንስ መምሃሪ ነገራት ሒዝኩምልና ተዝመፁ ካብ ከምዚ ዓይነት መጨናነቂ ንሕናለስ ደስ ኣይብለናን። ምክንያቱስ ብፍቅርኩምስ ብጣዕሚ ኢና ንሕበነልኩም ነርና ብፍቅርኩምስ ብጣዕሚ ኢና ንኮርዐልኩም ነርና እና ከምዚ ኢልኩም ክትመፁና ንሃለኹም ግን ናይና ደስ ኣይብልን ማለት እዩ። ምክንያቱ ኣብቲ ንልሊ ሓፍትናለ ኣይተጨነቃ ማለት እዩ። ከም ጓል መጠን ከቢድ እዩ። ኣብ ናይ ፍቕራዊ ህይወትሲ ከቢድ እዩ እና እዝጋብሔር ኣምላኽ ደኣ ብፍቕርኹም የንብርኩም ተፋቐሩ ተጋርዋይ ተፋቐሩ ደኣ ካብ ባእስሲ ካብ ጽልስ ልመጽእ ነገር የለይን ተረዲእኩም ስለዚ እናተፋቐርና ክብለኩም ይፈቲ እና ኣሌክሰይ ልልየይ ላው ልብኹም ይምለስኩም ፕራንክ ክኸውን ደሞ ተስፋ ይገብር ብወገነይ ማለት እዩ። ፕራንክ ክኸውን ተስፋ ይገብር። ዋእ ከምዚ ዓይነት እንታይ ስሙ የለን ላብ ሚድያ ዶ ባእሲ ዶ ይወፅእ እዩ ምሽጥርካ ዶ ላብ ሚድያ ይወፅእ እዩ ዋእ እረ እይ እረ ይሞችኹም ብስሩ ተጋርወ ብዝኾነ ማለት እዩ ብዋየ ወግን እኳ ፕራንክ ኢለ እየ ሒዘዮ ማለት እዩ። ከምዚ ዓይነት ምንም ኣይፅበየን እየ ካባኻትም በቃ ርእሰይ ሰይተኣማሞንልይ እኒ በቃ ፕራንክ እዮም ዝገብሩን ኣለዉ ገሊኤ ዝብለኹ ማለት እዩ እና ሆራት ኣሕዋተይ ንኸስኻትም ደሞ ሓሳብኩም ሃቡ ብዝኾነ ሕቡሸይ ኣብ ናይ ፍቁራት ኣይትእተዩ ክብለኩም ይፈቱ ምክንያቱ ሲ ንዚኣቶም ሓደ ኣካል እዮም ሓደ ኣካል ኣብ ዝኾንሉ ሰዓት ደሞ በቃ ሕማቅ ዘረባት ዘይምዝራብ ኣብ ናታቶም ክድኩም ህዚ ብዙሕ ኮመንት እዩ ዝጽሓፍ ሓሻዊ ቃንዳዊ እንታይ ድኾን ትማል ብደማ ብደም ከፈሪ መልካ ደገለ ትብላ ነርካ ስሎማዕንቲ ከምዚ ገርካ ክሒድካዮ ገለ ትብሉ ነርኩም ንሳቶም ፕራንክ እዮም ዝገብሩኹም ኣለዎ ፕራንክ እዮም ዝገብሩኹም ኣለዎ እና ፕራንክ ክኸውን ብስሩ ተስፋ ይገብር ማለት እዩ ኣነ እዚ ባእሲ እዩ ገለ ኢለ ኣይተኣማመነሉ ምክንያቱ ባእሲ ተኮይኑ ላብ ሚድያ ኣይወፅን እዩ ተተዋኢሶም ሲ ባዕልቲ ባዕልቶም ተገናጭሮም እንታይ ካሜራ ለወድዕልዎም ተገናጭሮም ሱቅ እዮም ክብሉ ዘለዎም ማለት እዩ ግን ደግሞ በቃ እቲ ሓበሻሲ ላበዩ ልጎይ ስለ ዝፈልጥዎ እዮም በቃ ንሕናስ ተዋኢሶም እየ ተፋቲሖም እየ ተዓሪቆም እየ ኢና እምበር ላፍቲ ትክክለኛ ትምህርቲ ርእስና ዝሃንፀና ስለ ዘይንጎይ እዩ ካብ ባዕለይ ትሒዝሲ እንድዒ በቃ እንታይ ዓይነት ዘስዩኝና ኣይርድእኒ ስለዚ ክቡራት ኣሕዋተይ ማለት እዩ ለኣና ልሃንፀና ለኣና ዝምህረና ልኣና ልፅባሕ ተስፋ ዝኾነና ስራሕቲ ተንሰርሕ ይበልፅ ክብል ይፎቲ እና ብዝቅፅል ደሞ ብካሊእ ኣርእስቲ እስካብ ንገና ሰናይ ቅንያት ይኹነልኩም። ሓደ ሻዕ ምፍርራሕ ቪድዮ ከውፅእ እየ ገለ ገለ እስከ ደስ ዘላ ትገር ኣበይ እያ ክተርእዮ ገዛኻ ዘይትብለስ ገዛ ኩለን ናይ ባዕለይ ገዛ ኣለና ኣነ ከረድኣክ ዶ ኖ ናታ ጥፍኣት ከ ካብ ዘይፍለጥ ሰብ ቅርሺ ተቐቢላ ሽምጥጥ ንዓይ ይቅርታ ከይትብል እኮ እያ እዚ ኩሉ ነገር ተፈጢሩ